ኣብ ብርሃን ንሃሉ!
ኣብዛ ዓለምና ብማሕበራዊ መራኸቢታት ማለት ሶሻል ሚድያ ተዓላሊቓትሉ ዘላ ዘመነ ሓበሬታ ዝበሃል ዕስራን ሓደን ክፍለ ዘበን ናይ በብዓይነቱ ማሕበረ መራኸቢ ዝተፋላለዩ ብኣማኢት ወይ ብኣሽሓት ዝቑጸሩ ዓርከ መሓዛ፣ ፍሬንድስ፣ ክህልዉና ዳርጋ ብግድ እዩ። ኣብ መስመር፣ ኦንላይን፣ ኣብ ትህልወሉ እዋን ከኣ ምስ ባህ ዝብለካ ሰብ ብኣዝዩ ትሑት ወጻኢታት ንነዊሕ ከተዕልል ልሙድ ጠባይ'ዩ። እቲ ኣገባብ ውን ብድምጺ ወይ ውን ብድምጽን ስእልን ስለ ዝኾነ ኣዝዩ ጠለባትካ ዘማልእ ምዃኑ'ዩ። እቲ ኣብዚ ዓይነት ህይወት ምህላውካ ብዙሕ ጽቡቕን ሕማቕን ጎድኒ እኳ እንተሃለዎ፣ ነቲ ጽቡቕ ጎድኒ እምበር ነቲ ሕማቕ ጎድኒ ክትርኢ ብቐሊል ዝከኣል ኣይኮነን። ቀጻሊ መን መሪጽካ ምስ ዝያዳ ሓጎስ ዝፈጥረልካ ሰብ ክትዕልል ቀሊል ዕድል ዘይምዃኑ'ዩ። ግዳ ሓደ ኣገዳሲ ሕቶ ኣሎ። ክንደይ ካብዞም ምሳኻ ኣብ ገጻት ማሕበራዊ መራኸቢ ዘለዉ እዮም ናይ ብሓቂ ኣዕሩኽተይ ወይ መካፈልቲ ጽቡቕ'ዩ ክፉእ'ዩ ኢልካ እስከ ሕሰብ። እንተኾነ ስለ ዝሓሰብካ ዝርከብ መልሲ የልቦን። እዚ ከኣ'ዩ እቲ ሕማቕ ጎድኒ ማሕበራዊ መራኸቢታት። ምኽንያቱ ክሳብ ንጹራት መምዘኒ ሜላታት ተጠቂምካ እትምርምሮ ብኮን ዶ ኮን ዝግመት ብዘይምዃኑ'ዩ። ካብዚ ዘለናዮ ግዜ ንገለ ሰላሳ ኣርባዓ ዓመታት ወይ ኪንኡ ንድሕሪት ምስ እንምለስ፣ ዳርጋ ኣብ ከተማ ተወሊዱ ዝዓበየ እሞ ንፈለማ ግዜ ናብ ጭው ዝበለ ገጠር እንዳ ዓለቡ ዝኸደ ቈልዓ ዝገንፎ ሃዋሁ ከም ክንምስሎ ንኽእል ኢና። ምኽንያቱ ዘይከነይቲ ቆልዓ ዝፈልጦ ማሕበራዊ ህይወት ናይ ባዕሉ ጽባቐን መበቆላውነትን ዘለዎ ፍልይ ዝበለ ጉዕዞ ህይወት እዩ ዝርኢ። በቲ ዝበዝሕ ከኣ ክምሰጥን ባህ ክብሎን ይኽእል። እምበኣር ኣብቲ ቅድሚ ዓሰርተታት ዓመታት ዝነበረ ህይወት ቁሩብ ምስ እንዕዘብ ዓርከይ፣ ዓርከተይ፣ መሓዛይ፣ ሳንዳይ ብዝብል ልሙድ መግለጺ ዝተሰነየ ኮይኑ፣ ከምዚ ናይ ሕጂ ብኣማኢት ወይ ኣሽሓት ዝምብጽሖም ዓርኪ መሓዛ ዘይኮነስ፣ በቲ እትነብረሉ ከባቢ ዝተሰረተ ውሑድ ዝቑጽሩ መካይድቲ ክህልዉኻ ይኽእሉ። እዞም መካይድቲ መብዛሕትኡ እዋን መዛኑ፣ ተመሳሳሊ ጾታ፣ ደቂ ዓዲ ወይ ደቂ ከባቢ፣ መማህርተይ ወይ መጻውቲ፣ ወዘተ እዮም። ዘይከም ሎሚ ብዘይካ ብኣካል፣ ብመርበብ ሓበሬታ ወይ ብኻልእ ክራኹቡ እቲ ግዜ ዝፈቕዶ ኣይነበረን። ግን ኣብቲ ምስ ብጻዮም ዘራኽቦም ሰዓታት ይኹን ወቕትታት ክሳብ ዝበጽሑ ክቱር ህድህነት ከም ዝነበሮም ምግማት ዘማትእ ኣይኮነን። ግና ንሶም ንሶምከ ከምዚ ናይ ሕጂ ኣብ ማሕበራዊ መራኸቢታት ዝያዳ ዝተሞርከሰ ርክብ ዕርክነቶም ጽቡቕን ሕማቕን ጎድኒ ነይርዎዶ ይኸውን? እዚሞ ግድን እዩ ግና ሕጂ ኣየናይ ጽቡቕ ኣየናይ ሕማቕ ጎኒ ኢልና ካብ ምትንታን ነቶም ዓበይቲ ብልጫታት ጥራይ ምርኣይ እኹል ይመስለኒ። ኣብቲ ግዜቲ እቶም ብኣጻብዕ ዝቑጸሩ ወገናተይ ትብሎም ኣብ ሕማቕን ጽቡቕን ብማዕረ ዝረኣዩ ንዝኾነ ዝጎንፈካ ኣብ ምብዳህ ዓቢ ኣበርክቶ ዝህልዎም ከም ናይ ባህልን እምነትን ግዴትኦም እዩ። ዋላኳ ዘይከም ሎሚ ዝተፈላለዩ ኣሳእልን ደርፍታትን፣ ወይ መስሓቕ ዝኾኑ ተንቀሳቐስቲ ኣስኣልን ብዓቢኡ ዘሎ ብዓቢኡ ከኣ ባዕሎም ብምድዋል ከዕልሉኻን ከስሕቑኻን ዘይክእሉ እንተኾኑ ዝያዳ ናብ እምኒ ዝቐረበ ምትሕልላይን ሓወይ ሓፍተይ ኣብ ዝበሃለሉ ግዜ ኩሉሳዕ ኣብ ጎድንኻ ኣሎ። ሞኽዳ መሲልካ እንታይ ኣምጻኻ ይብሉ ዓበይቲ። እወ ክብርን ጽባቐን ገዳም ክገልጽ እኳ ዓቕመይ እንተዘይኮነ፣ ዋላ እቲ ዓቕመይ ዘፍቅዶ ንኽዝርዝር ከማን ዝኣክል ግዜን ቀለምን ክንደየናይ ከይርከብ ግዳ ናብዚ ዝተፈላለየ መጋየጺ ወቂቡ መሰረታዊ ግርማ ዘጥፈኣ ዝመስል ዘመንና ክምለስ እሞ እዞም በማኢት ወይ ብኣሽሓት ዝቑጸሩ ናይ ማሕበረ መራኸቢ ኣዕሩኽን መሓዙትን ነቲ ኩላትና በብዝተፈላለየ ሸነኹ ብካብ ሕድሕድ ዝበላለጽ ኣገላልጻ ክንዝርዝሮ ንኽእል እወታዊ ጎድኑ ገዲፍና ነቲ ኣብ መብዛሕትና ዝርከብ ኣሉታዊ ጎድኑ እስከ ንመልከት። ወትሩ ወይ ዝበዝሕ ግዜ ኣብ መስመር ምህላው ሓደ ካብ ዘየደንቕ ተርእዮ እዩ። ምኽንያቱ ከኣ ምዃን ኣዝዩ ብዙሕ ስለ ኣዝዩ ብዙሕን ዝተፈላለየ ካብ ምዃኑ ዝያዳ ዘይምጥንጣኑ ይግለልጽ። ግና ሓደ ከምቶም ኣቐዲምና ዝረኣናዮ ኣብ ጽንኩር ወይ ሓገዝ ዘድልዮ ኩነታት ነቲ ከም ዓርክና ወይ መሓዛና ብቐጻሊ ነዕልሎ። ወይ ንዕልላ ኩሉ ግዜ ኣብ ጎድንና ዘሎ ኮይኑ ዝስምዓና ብምልኣትን ብትግሃትን ኣብ ጸላም እዋን ኣብ ጎድኑ ዶ ደው ንብል እወ ወረ እወን ፈረቓን ከም ንብል ዘየጠራጥር ነጥቢ እዩ ምኽንያቱ ዝበዛሕና ሰባት ንነብስና ብጌጋ ስእሊ ኢና ንፈልጣ ስለ ዝኾነ ኸኣ እታ ሕቶ ክንግልብጣ ኢና። ክንደይ ካብዞም ኣብ ማሕበራዊ መራኸቢ ከም ኣዕሩኽና ወይ ከም መሓዙትና ተመዝጊቦም ዘለዉ'ዮም ሓገዝ ማለት ሞራላዊ ይኹን ፋይናንሳዊ ወይ ምኽራዊ ወይ ውን ብኣካል ኣብ ንደልየሉ ከምቲ ኣብ ጥዑም ግዜ ብሓደ ዘሕለፍናዮ መጠን ብትግሃትን ተወፋይነትን ክህልዉና ወይ ክህልዉኻ ክህልዉልካ እትሪኦ ምናልባት እዚ ብቐሊል ክርድኣና ሓገዝ ወይ ረድኤት ብጾትና ኣብ ንደልየሉ ደረጃ ወሪድና ምስ እንፈልጥ ጥራይ እዩ። ካብታ ተመሳሳሊት ሕቶ ኣብ ኣዲኖ ዝሓተትኩዋ ቅኑዕ መልሲ ንምርካብ ዝያዳ ግዜ ሓሲብና እንተኹኢልና ጥራይ እኹል እዩ። ምኽንያቱ ኣቐዲምካ ሓሲብካሉ ዘይትፈልጥ ብቐሊሉ ክርድኣና ኣጸጋሚ ስለዝኾነ። ዝኾነ ንነብስና ሓደ ሕቶ ንሕተት ካብዞም ኣእላፍ ዓርካ መሓዛ ብቀጻልን ኣዝዩ ደስ ኢሉኒ ነዕልሎ መነ መን እዩ ክንደይ እዮም ስለምንታይ እዚኦም ጥራይ እስከ ንብል ከዕልሉኒ ደልዮም ደጋጊሞም ዝኳኳሑንን ንዓይ ንዓይ ከኣ ምኳኳሖም ዘጨንቀንን ዘበሳጭወንን ሰባት ከ ኣለዉ ዶ? እሞ ኣነ ነዚኦም ከምዚኦም ሰባት ኣዝዮም ከዕልሎ ከዕልልዎም ወይ ዝያዳ ግዜ ክህልዎም ካብ ዝደልዎም ዓይነት ሰብ እንተኾንኩ ኢለ ሓሲበ ኣይፈልጥን። እዚ ኸኣ'ዩ ብዝሒ ዓርከ መሓዛ ዘይኮነ ኣብ ሓቅን እምነትን ዝተሞርኮሰ ሰብ ዘልዕል። ምኽንያቱ ኩሉ ግዜን ኩሉ ሰብን ኣብ ሓደ እዋን ፈጉስ ደገፍ ዘይደሊ ክኸውን ስለ ዘይክእል። መን እዩ ናይ ብርሃንን ጸላምን ዓርከ መሓዛ ምባል ብግዲ እዩ ዝኸውን። እዚ ክንገብር እንተዘይክኢልና ግን ይቕጽል።